ኣብዚኣ ቪድዮ እዚኣ ንደቂ ኣንስትዮ ካብ ደቂ ተባዕትዮ ክርሕቓ ዝገብረን ዘሎ ገለ ካብ ስለምንታይ እየን ደቂ ኣንስትዮ ሲ ኣብ ሓዳረን ከምዚ ማለት ማራ ንዕቐት ዘለዎን ወይ ድማ ኣብ ሓዳረን ክነብራ ዘይደልያ ግድን ካልእ ሰብኣይ ክሕዛ ዝደልያ ዝፋትሓ ይሃድማ ገለ ክንርኢ ኢና ምክንያቱ ብዙሓት ደቂ ኣንስትዮ ዘይንሰን መስላ ሓዳረን ገድፋ ብዙሕ ብዙሕ ነገራት ሕማቕ ነገር ገብራ ንርኢ ኣለና ስለምንታይ እዩ ማለት ገለ ካብ ጠንቅታቱ ብዙሕ እንዲ ዘሎ ግን ገለ ካብ ጠንቅታቱ ክንዛረብ ኢና ድሕሪ እዚኣ ይንትንራኽ ኦኬ ኣብዚ ክመፅእ ዝኽእል ብዙሕ ነገራት እዩ ግን እቲ ሓደ ካብቲ ዝዓበየ ነገር እንታይ እዩ ሶሻል ሜድያ ሶሻል ሜድያ ምስ ተኣታተወ ቀደም ከመይ ነይሩ መሲልኩም ንኣብነት ኣብ ሓደ ዓዲ ምሽ ኣለና ኣብ ሓደ ከተማ እስኻ ሓደ ወ ተባዕታይ ንሓንቲ ጓል ተደሊኻ ምስ መን ጥራይኻ ትጋጠም ወይ ትወዳደር መሲልኩም ምስቲኦም ደቂ ገዛውትኻ ወይ ናብቲ ዓድኻ ዘለዉ ኣወዳት ኢኻ ትዋዳደር ንኣብነት እቶም ብሉፃት ኣወዳት ነተን ብሉፃት ደቂ ኣንስትዮ እንተሒዞም እቶም ኣቨሬጅ ዝኾኑ ነቶም ኣቨሬጅ እቶም ሕማቓት ከላይ ነቶም ሕማቓት ማለት ከከም ሌቨልካ ኢኻ ትጋጠም ከምዚ እዩ ነይሩ ቀደም እዚ ማለት ከላይ እተን ደቂ ኣንስትዮ ኣብ ከባቢአን ዘለዉ ደቂ ተባዕትዮ ይሕዛ ማለት እዩ ኣብዚ ግዜ እዚ ከምኡ ይኮነን ዘሎ ኣብዚ ግዜ እዚ ኣብ ኣስመራ ኮይነን ንሓደ ኣብ ሎንደን ዘሎ ሰብ ክረኽቦ ይኽእላ እየን ሕጂ እተን ደቂ ኣንስትዮ ኣብ ኣስመራ ዘለዋ ንኩሉ ወዲ ክረኽባ ተኽእሎታት ኣለዎ ብሰንኪ እንታይ ብሰንኪ ሶሻል ሜድያ ማለት እዩ ሕጂ ኣብ ሓደ ዓዲ ኮንካ ቀደም ምስቶም ደቂ ዓድኻ ጥራይ ትዋዳደር ተነርካ ሕጂ ብዚ ግዜ እዚ ግን ምስ መን ኢኻ ትዋዳደር ምስ ሙሉእ ሃገር ኢኻ ትዋዳደር ምስ ሙሉእ ሃገር ጥራይ ከላ ኣይኮነን ምስ ሙሉእ ዓለም እዩ ክትወዳደር እዚ ማለት ከላይ ጸዓዱ ኣለዉ ገለ ኣለዉ ኩሎም እዮም ዝመፁኻ ሕጂ እቲ ሓንቲ ቀደም ኣብ ገዛውትኻ ገለ ዝነበረ እቲ ሓደ ምስ ሓደ ዝነበረ ሕጂ ሃገር ብሃገር ንኣብነት ኣብ ኤርትራ እንተለና ሓንቲ ጓል ኣስመራሲ ምስ ደቂ መንደፈራ ደቂ ሰንዓፈ ምስ ገለ ኢኻ ትወዳደረላ ማለት እዩ ግድን ብዙሓት መጋጥምትኻስ በዚሖም ኣለዉ ሕጂ ንሳ እዚ ማለት ካላይ ንሳ ወፂኣ ገለ ግድን ትድሕ ኣወዳ ትቃጠብ ከም ዝትገብር ትፅውዕ ገለ ዘይኮነ ኩሉ ግዜ እቲ ሶሻል ሜድያ ንኣብነት ኢንስታግራም ሓደ ካብቲ ዝዓበየ ናይ ዓለምና ደይቲን ኣፍ ናይ መቃጠቢ ወይ ናይ ናይ መፃመዲ ትረኽበሉ ቦታ እዩ ኣብኡ ሕጂ ኩሉ ግዜ ሓደ ወዲ ይፅሕፈላ እዩ ስእሊ ብዘእተወትሉ ይፅሕፈላ ከምዚ ይፅሕፈላ ሕጂ እዚ እዩ ከላይ መብዛሕትኡ ንመብዛሕትኦም ሰባት ዘራኽቦም ማለት እዩ በዚ ከላይ ኣብ ኣስመራ ኮይና ንመንደፈራ ዘሎ ሰብ ትረክብ መንደፈራ ኮይና ንወዲ ሰንዓፈ ትረክብ ኣብ ሰንዓፈ ኮይና ኣብ ባሮንቱ ዘሎ ሰብ ትረክብ ሕጂ ከምዚ ስለ ዝኾነ እቲ ናይ ሓደ ወታብዓታይ ኣብ ዓዱ ጥራይ ዝጋጠም ነበረ ምስ ብዙሓት ጋጠም ማለት እቲ ቀንዲ ብርትዑ ዝገብሮ ከላይ እዚ ኣብዚ ሓዳር ናይ ኤውሮጳ ከላይ እዚ ሶሻል ሜድያ ምስ ተኣታተወ ብዝያዳ እቲ ናይ ሰባት ፍልልይ ዓብዩ ማለት እዩ እዚ ማለት ከላይ እንታይ እዩ እተን ደቂ ኣንስትዮ ቅድም ኣብ ሓዳረን ነረን ምክንያቱ እዚ እቲ ዝበለፀ ሰብኣይ ንዓይ ካብዚ ዝበልፅ ሰብኣይ ኣይረክብኒ ምዝየ ዝነብር ኢለን ሕጂ እቲ ፍልል ናይ ጓል ኣንስተይትን ናይ ወ ተባዕታይ እንታይ መሲልኩም ቀደም ተሪእኹም እቶም ናይ ቀደም ዝነበረ ዓበይቲ ንጉሳት ኩኑ ገለ መብዛሕትኦም ብዙሓት ኣንስትየን ነይረኖም ኩሎም እቶም ሰባት ናይ ቀደም እቶም ሓያላት ሰባት ብዙሓት ኣንስትየን ነይረኖም እዚ ማለት ከላይ ወዲ ተባዕታይ ሓይሉ ዘርእየሉ ወይ ድማ እቲ ናቱ ብቕዓት ዘርእየሉ ብዙሓት ደቂ ኣንስትዮ መሓዙ እዩ ማለት እዩ ሓንቲ ጓል ኣንስተይቲ ግን ብከምዚ ኮነት እንተርእየሉ ምክንያቱ ጓል ኣንስተይቲ ካብ ወዲ ናብ ወዲ ምስ ብዙሓት ወዳት ክትሓድር ኣይደልን ሓንቲ ጓል ኣንስተይቲ ምስቲ ዝበለፀ ወዲ እያ ክትሓድር ትደሊ እዚ ስለ ዝኾነ ከላይ እዘን ደቂ ኣንስትዮ ናይ ኤውሮጳ እንታይ ይኾና ኣለዋ ካብዚ ዘለኽዎ መነባብሮ ንላዕሊ ክረክብ እየ ዝብል እምነት ገብራ ማለት እዩ ኩሉ ግዜ ብሰንኪ ሶሻል ሜድያ ማለት እዩ ሕጂ እዚ ሰብኣይ ዝተኸይዳ ፀገም የብሉን ካልእ ካብኡ ዝበልፅ ክረክብ እየ ካብኡ ዝበልፅ ክረክብ እየ ማለት እዩ እዚ ሰብኣይ ዝተኸይዱ ካብኡ ዝበለፅ ክረክብ እየ እዚ ሓዳር እዚ ተፈሪሱስ ካብኡ ዝበለፅ ክረክብ እየ ሕጂ ከመይ ዝበለ ሓዳረን ከመይ ዝበለ መነባብሮአን ከመይ ዝበለ ፍቅረን ወላ እተን ኣፍቀርቲ ዘለወን ማለት እዩ የፍርስኦ ምክንያቱ እምነት ናተን እንታይ እዩ ኩሉ ግዜ ካብኡ ዝበልፅ ሲ ክረክብ እየ ምክንያቱ ኣብ ሶሻል ሜድያ ተኣትያ ሚእቲ መሰጅ ይመፅእ ብውሑድ ብዙሓት ሰባት ፅሑፍላ ብዙሓት ደቂ ተባዕትዮ ክትመርፅ ከምዚ ክትርኢ ትብል ኣብ ገለ ተኣትዮ ብዙሓት ኣብ ጽርግያ ብዙሕ ኣቴንሽን ብዙሕ ምስትውዓል ናይ ደቂ ተባዕትዮ ሕጂ ከምዚ ስለ ዝኾነ እቲ ሶሻል ሜድያ ነታ ጓል ኣንስተይቲ ብጣዕሚ ብጣዕሚ ኣጥቂዕዋ ማለት እዩ ሕጂ እዚ ድማ ኣብ ርእሳ እንታይ ኮይና ብሬን ወሽ ድማ ሓንጎላ ክሓፅባ ጀሚሩ እዚ ካብኡ ዝበለፅ ክረክብ ይኽእል እየ ትብል ማለት እዩ ሕጂ ከምዚ ምስ በለት እንታይ ትኸውን ኣላ ኣይርዳእን እዩ መብዛሕተን እተን ደቂ ኣንስትዮ ሓዳረን ዝገድፋ ከባቢ 15 ፐርሰንት እየን 15 ካብ ሚእቲ ማለት እዩ ብድሕሪኡ ሓዳር ዝገብራ እንተዘይኮይኑ መብዛሕተን ፋሉላት እየን ዝኾና እዚ ማለት ከላይ ካብ ወዲ ናብ ወዲ ካብ ወዲ ናብ ወዲ ማለት እየን ዝቀያየራ ብሓፂሩ ሓንቲ ጓል ሓዳራ ተገዲፋቶ ሲንግል ወይ ድማ ባሪስታ ኮይና እያ ትነብር ማለት እዩ ወላ ሓንቲ ጥዑም ሲ ዳርጋ ኣይትረክብ እያ ካብ ወዲ ናብ ወዲ ከም ናይ ዋንጫ ዓለም ትነጥር ምሽ ኣብ መወዳእታ ዕድሚያ ኤክስፓየር ምስ ኮነ በይና ትነብር ወይ ድማ በይና ትኣርግ ማለት እዩ ከምዚ እዩ ናይ መብዛሕትእን ደቂ ኣንስትዮ ታሪክ ኣብዚ ዓዲ ማለት ኩለን ሓዳረን ዝገደፋ ፅቡቕ ዝረኽባ ዳርጋ የለዋን ውሕዳት እየን እተን ሓዳረን ምስ ገደፋ ፅቡቕ ዝረኽባ ወይ ድማ ቀዳማይ ኣፍቃሪአን ቀዳማይ ፍቅራዊ ህይወተን ምስ ገደፋ ፅቡቕ ዘጋጥመንሲ ውሕዳት እዩ ሕጂ እዚ እዩ እቲ ሶሻል ሜድያ ዓብ ፅልዋይ ገይሩ ካልእ ኣሉ እንዩ ብዙሕ ነገራት ከም በዓል እዚ ምንቅስቃስ ናይ ደቂ ኣንስትዮ ዝበሃል ነቲ ሓዳር ፋሕ ክብል ኢልካ ተፈጠረ ነቲ ፍቅሪ ፋሕ ክብል ኢልካ ተፈጠረ ብዙሕ ኣሉን እዩ ከም በዓል ከም ዝበልኩም ኣሎ እንዲ ምክንያቱ ኣብዚ ሓዳር ክፈርስ ክኽእል ኣለዎ ሰብ ኣብዚ ምሕደራ ናይ ዴሞክራሲ ዝብል ክትነብር ተኮይንካ ሓዳር ፅኑዕ ሓዳርን ፍቅርን ገለን ኣብ ልብኻስ ገለ ክፃወሮ ዘይትኽእል ነገር ክተገብር የብልካን እዚ ማለት ከላይ ከምዚ ንኣብነት ኣነ ብወደይ ዘይመፅኣኒ ሰብ ዝፀልእ ተኮይነ ነቲ መንግስቲ ውፅኢታዊ ይኮነን ምክንያቱ እቲ መንግስቲ እንታይ ዝደሊ ኩሉ ግዜ ቶለሬት ትገብሮ ንዝኾነ ነገርሲ ተፃዋሪ ትኸውን ብሃይማኖትካ ፅረፈካ ብሃገርካ ፅረፈካ በዴኻ ፅረፈካ ብገለ ፅረፈካ ተፃወሮ ሕማቕ ምግባር ፅቡቕ ኣይኮነን ከምዚ ክትገብር ኣለካ ዝብል ኣመራርሓ ስለ ዝኾነ ኩሉ ግዜ እቲ ሓዳር ዘሎ ፍቅሪ ገለመለ ከላይ ነቲ ፅንዕነት ዝበሃል ከምዚ ክሓልፈልካ ዝብል ማራ ከም ጥቡቕ ዝኾነ መነባብሮ ስለ ዝመርሕ ነዚ ከፍርሶ ነዚ ታሽሙ ተራእዩ ምክንያቱ ውፅኢታዊ ይኮነ ክልተ ሰብ ሓዳር በበይኖም ተኮይኖም እዩ ከላይ ውፅኢታዊ ነቲ ታሽ ማለት እዩ ምክንያቱ ነቲ መንግስቲ ማለት እዩ ምክንያቱ እቲ ብሓንሳእ ተኮይኖም እቲ ዕድልሲ ይዓቢ እታ ጓል ኣንስተይቲ ገዛ ኮፍ ክትብል ሰብኣይ ክሰርሕ ማለት እዩ እሶም ግን ክልቲኦም ክሰርሑ ስለ ዝደልዩ ናይ ክልተ ሰብ ቀረፅ ክኸፍሉ ስለ ዝደልዩ እቲ መነባብሮ ናይ ሰባት ገለ ብዙሕ ብዙሕ እዩ ዝመፅእ ኣብዚ ግን እዚ ገለ ካብቲ ጠንቅታት እዩ ሕጂ እታ ሶሻል ሜድያ ከምዛ ዝበልኩም እያ እቲ ካልእ ማልእ ኣሎ እንዲ ግን ሶሻል ሜድያ እቲ ዝዓበየ ፅልዋ ገይሩ ዘሎ እዚ እዩ ካልእ ካልይ ተሪኢኹሞ እቶም ንኣብነት ኣብ ኢትዮጵያ ኣብ ገለ ዘለዉ ደቂ ተባዓት እዮም ንዕኦም ወላይ ሽግር ፈጢሩሎም ዘሎ ምክንያቱ እተን ደቂ ኣንስትዮ ብዘለዋሲ ሕልመን በቃ ዋሽንተን ዲሲ ክንኣቱ ኢና ሎንደን ክንከይድ ኢና ጀርመን ክንከይድ ኢና ሽወደን ክንከይድ ኢና ገለየን ዝብላ ሕጂ ነቶም ኣብኡ ዘለዉ ደቂ ተባዕትዮ ድማ እንታይ ኮይኑ እቲ ሶሻል ሜድያ ብክቱር ነዚ ዓዲ ምፅላው ከይኣክሎስ ነቶም ወላ ውሽጢ ሃገር ዘለዉ ኤርትራ ኩኑ ወላ ኣብ ኢትዮጵያ ዘለዉ ወላ ኣብ ሱዳን ዘለዉ ገለ ደቂ ተባዕትዮ ጸልዎም ማለት እዩ ኩለን ተን ደቂ ኣንስትዮ ኡ ዘለዋ ሲ መብዛሕትአን ተን ደቂ ኣንስትዮ ኡ ዘለዋ ሲ እንታይ ክብላ ጀሚረን ኣነ ዳ ደገ እየ ዝምርዖ ኣነ ዳ ደገ እየ ዝኸይድ ኣነ ዳ ንዓዲ እንግሊዝ እየ ዝኣቱ ገለ እንዳበላ ነቶም ደቂ ተባዕትዮ እውን ክንዕቆኦምን ምስኦም ፍቕሪ ክጅምራ ይደልያን ዘይደልያ ኮይነን ማለት እዩ እዚ ገለ ካብቲ ጠንቅታት ናይ ሶሻል ሜድያ እዩ